ኣደይ ኣብየ ኣብዚ ሎምሲ ምስ መን ተተዓረቕና ሓሸና ምስ ኣብይ ምስ ኢሳያስ ከ እሺ ምስ ኢሳያስ ምዕራቕ ብሓንሳ ዓቢና ወሊድና ተዋሊድና ኢና ኣብዛ እዋን እዚኣ ግን ከቢድ ሓዘን ከቢድ ንብዓት ኣብ ቅድሚ ዓይንና ደቅና ብኻራ እንዳተሓረዱ ሓሊፍና ኢና እዚኣ ክንሓልፍ እንከለና እቲ ናይ ቀደም ካብ ጥንቲ ግዜ ሙሉእ ብሃይለ ስላሰ ዝነበረ ግዜ መዋእል ንሱ ተረሲዑ ሕጂ ምንታይ ኣለና ኣብ ከቢድ ሓዘን ኢና ዝኒአና ምስ ኣብዪ ግን እስካዕ ሕጂ ትግራይ ንትግራይ ግን ኢለት ኢትዮጵያ ንኢትዮጵያ ግን ተሓቋቂፋ ክትነብር ደስ ይብለኒ ሰላም ክንነብር ደቅና ክንርኢ ዝሞተ ሞይቱ ኣሎ ዘይሞተ ድማ ዓይና ደቅና ክንርኢ ደስ ይብለና ምሕሞር ኣይመልስን ኮይልና ከመይ ኢና ክንገብር ደኣ? ደሓ
ብሰላም ክንፈትሖ ኢና። ብሰላም ባዕሉ ተረዲኡ ክበና እዩ፣ ኩሉ ክበና እዩ። ኣብ ዓድና ስለ ዝሃለወ ኩሉ ክበና እዩ። ይኣኽለና የብለይን ቃል ድምፀይ ትሑት እዩ። ሰላም ሰላም ክቡራት ተኸታተልቲ ሊሎ ቲቪ ከመይ ጸኒሕኩም? ተመሊስና መጺናኩም ኣለና። ያ ኣብ ትግራይ ጽቡቕ ነገራት ብመንግስቲ ኢትዮጵያ ዝተወሰኑ ውሳኔታት ኣለዉ ንትግራይ ዝምልከት ሓፈሻውን ትግራይ እውን ተሰሊጡ ብመንግስቲ ኢትዮጵያ ዝተመሓላለፉ ትእዛዛት ኣለዉ እዮም። ቅድምኡ ግን ሻዕቢያን ህወሓትን ነቲ ትእዛዝ ናይ መንግስቲ ኢትዮጵያ ኣብ ደውታ ንምእታው ኣብ ፅዑቕ ኣኼባታት ወተሃደራዊ ኣኼባታት ኣብ ፅዑቕ ወተሃደራዊ ምንቅስቃሳት ኣፅዋራት ናይ ኣፅዋር ምንቅስቃሳት ኣብ ጽዑቕ ኣዝዩ ሓደገኛ ዝኾነ ጉዕዞታት ናይ ኩናት እዮም ዝርከቡ ንህዝቢ ኣኪቦም መራሕቲ ህወሓት በቃ ክዋጻእ ዝግብኦ ኩሉ ነገር ካብ ህዝቢ በቃ ሰልዲ እኽለማይ እዚ ኮረንሸታትን ጥሕንታትን ሽኮራትን ጸባታትን መዓር በቃ ህዝቢ ትግራይ ንባዕሉ ዘይረኸበ ግን ከኣ ንህዝቢ በቃ ንህዝቢ ዝግባእ ነገራት ሲ እቲ ህዝቢ እውን ንባዕሉ ዘይረኸቦ ነገራት ብምሉኡ ንህወሓት ከወፍን ንህወሓት ከዳሉን መዓልታዊ ኣኼባታት እዩ ዝካየድ ዘሎ። ኣብ ነብሲ ወከፍ ገጠራትን ከተማታትን ትግራይ ብዛዕባ ኩናትን ወረ ኩናትን እዩ ውዒሉ ዝሕደር ዘሎ ሕጂ ማለት እዩ። ኩናት ክንጅምር ኢና፣ መንግስቲ ኢትዮጵያ ክቅድመና እዩ፣ መንግስቲ ፌደራል ክቅድመና እዩ፣ ከይቀደመና ንቀድሞ ንሕና ክንዋጋእ ድሌት የብልናን ግን ከጥፍኣና ይመጽእ ኣሎ ንህዝቢ ትግራይ ከጥፍእ እዩ ዝመጽእ ዘሎ መንግስቲ ፌደራል ሰራዊት ፌደራል ንሕና ምድላዋትና ወዲእና እቲ ኹናት ኣብ ረብሓና ክነውዕሎ ኣለና ከም ህዝቢ ከይንጠፍእ እዚ ኹናት እዚ ከም ህዝቢ ከጥፋኣና ስለ ዝኾነ ምድላዋትና ነቐድም ምድላዋትና ነርኢ ህዝቢ ኩሉ ኣብ ጎንና ክስለፍ ኣለዎ ደቁ ክህብ ኣለዎ ዕጥቂ ካብ ጸላእትና ይሽግር የብሉን ዝሕግዛና ሃገራት ኣለዋ እየን ብድሕሪት እኽለ ማይ ግን ክጎድል የብሉን ሰልዲ እዚ ኩሉ በቃ ዳርጋ ብግዴታ ክኸውን ኣለዎ ኢሎም ወሲኖም ኣለዉ ኣብ መዓልታዊ ኣኼባታት እዮም ቀንዮም ዘለዉ ለንቅነ በየን ይጅመር ኩናት መዓስ ይጅመር ኩናት ኩሉ ትማሊ እውን ገሊፅና ኢና ቅድሚ ትማሊ እውን ገሊፅና ኢና ሰሚዕኹሞ ኢኹም ከመይ ገይሮም እዮም ክጅምርዎ ዘሎም እቲ ድሕሪኦም ዘለዋ ሃገራትን ሓይልታትን እንታይ እዩ ዓቕምታተን እዚታት እዮም ዝዛተዩ ቀንዮም ዘለዉ ብግዴታ ንኹሉ ነገር ህጂ ኣብ ግዴታ እዮም በፂሖም ዘለዉ በቃ ነዚ ህዝቢ እዚ ነገድዶ እንድሕር ደኣ ዘየገዲድናዮ ኣብ ማሕበራዊ ሚድያ ብደለይቲ ለውጢ ብዝናፈስ ዘሎ ካባና ይርሕቕ እዩ ዘሎ ህዝቢ መንእሰይ ኣብይና ኢኹም ኣብይና ይርኢኹሞ ኢኹም እቲ ኹናት ኣብ ዓሰርተ መዓልቲ ዘካየድናዮ ኹናት ብሽንፈትናን ብስዕረትናን እዩ ተዛዚሙ ምኽንያቱ ዝስዋኣልናን ዝጋደለልናን መስዋእቲ ዝኸፍለልናን መንእሰይ ንስእና ኣለና ኳሕ ምስ በለት መንእሰይ ገገዲፉና ይብተን ኣሎ። ስለዚ እዚ ከይኸውን ትግራይ ናብ መጻብቦ በቃ ህዝብሲ ከምቲ ናይ 2013 ዝነበረ ኣቋጽራ ግእዝ ዝነበረ ሓደገኛ ኩነታት ከምኡ ምስ ፈጠርናሉ ባዕሉ ንስኹም ክትድሕኑሲ ኣነ ክስዋእ ኢሉ መንእሰይ ክመጻና እዩ። ሶ እዚኣ ክንገብራ ክንክእል ኣለና። ንህዝብና ኣብ መጻብቦ ኣእቲና ከይፈተወ ኣብ ጎንና ክኸውን እዩ፣ መስዋእቲ ክኽፈል እዩ፣ ኣብ ድርድር ክንመጽእ ኢና፣ ስልጣንና ክነቐጽል ኢና። ተተኻኢሉ ነዚ ዘሎ ስርዓት እውን ሓይልታቱ ተመናኒሁ እዩ፣ ኣራት ኪሎ ዘይንኣትወሉ መንገድታት እውን ኣይክህሉን እዩ። ምእታውናሲ ዘይተርፍ እዩ ስለዚ እዚኣ ክንገብር ግን ኣብ ድርድር ዲ ክንመጽእ ኣራት ኪሎ ገጽና ዲና ክንጓዓዝ ነዚ ህዝቢ ከምታ ናይ 213 መንገድታት ንፍጠረሉ ካልእ ምንቅስቃሳት ናይ ሻዕቢያ እውን ተወሲኽዎ ማለት ሻዕቢያ በቃ እንታይ ኢኹም ትገብሩ ዘለኹም ዳርጋ እዩ በፂሑ ሻዕቢያ ምክንያቱ ህዋ ሻዕቢያ ዝፈልጦ ዝነበረ ሰራዊት ኩሉ ተበታቲኒ ናይ ናይ ህወሓት ሶ ሰራዊት ህነፁ መንእሰይ ግፈፍዎ ካብ ጫፍ ናብ ጫፍ ሓን በቃ ወስኑ እንዶ እቲ ናይ ግፋ መዓልቲ ዝገፍፍ ሰራዊት ኣምፅኤልኩም ኣለኹ ኣብኦም ተባፂሖም ዘለዉ ስለዚ ፌደራል መንግስቲ ንስኹምሲ በቲ ሓራ መሬት ትግራይ በቲ ፌደራል መንግስቲ ናበይ ኢኹመ ሶ ከይተጣመሩ ሓይሎም ከየደልደሉ ምንቅስቃሳት ከይጀመሩ ከለዉ እቲ ኩናት ይጀመር እዩ ናይ ሻዕቢያ ምክንያቱ ኣብ ኩናት ሻዕቢያ መዓት ረብሓታት እዩ ዘሎ ረብሓታቱ ከይጎድሎ እቲ ኹናት ደው ከይብል ብኡቢሉ እውን እቲ ኹናት ብድኽመት ናይ ህወሓትን ሰራዊት ህወሓትን ኣብ ሓደጋ ከይኣቱ ሻዕብያ ሕጂ ክጅምሮ ይዳሎ ኣሎ ስለዚ እቲ ምንቅስቃስ ናይ ሻዕብያ ንባዕሉ ርእሱ ዝኸኣለ ጸቕጢ ይፈጥር ኣሎ ኣብ ትግራይ ርእሱ ዝኸኣለ መራሕቲ ህወሓት እውን በቃ ኣብ ውሽጦም ሕጂ ንጀምሮ እቲ ኹናት ኣይ ዝብል ኣይ ይትረፍ ዝብል ዘይኮነሲ ፅባሕ ዝብል ገለመለ ኣብ ከምዝታት እውን ብዙሕ በቃ ዓቕሚ ናይ ሰራዊቶም ሰራዊት ገገዲፎም ንሪኦ ኣለና ኢና እንታይ ይገብር ኣሎ ነብሱ የድሕን ኣሎ እታ ዝወስዳ ዘሎ ኣማራፂ ንገዝኡ እንዳኾነት እያ መሊእ ዝድሕነላ ዘይትኸውን ዘላ እምበር ጽቡቕ ስጉምቲ ዝወስድ ዘሎ ጽቡቕ ስጉምቲ ይወስድ ኣሎ ንገዝኡንሲ ጽቡቕ እዩ ግን ሻዕብያን ህወሓትን ኣይገድፍዎን እዮም ኣይገድፍዎን እዮም ካብ ገዙ እዮም ከኣርይዎ ስለዚ ካልእ ዳርጋ ዝበዝሕ እቲ መንእሰይ ንኣዲስ ኣበባ ክፈልስ ኢና ንሪኦ ዘለና ዘለዎ በቃ ዝኸኣለ ህጂ እቲ መንገዲ ናይ ኣዲስ ኣበባ ከዓ በቃ እቲ መንገድታት ስለ ዝተዓጽወ ብመንገዲ ናይ ህወሓት ስለ ዝተዓጽወ በቃ ኣሽሓት ከፊልካ ልዕሊ መጠን ከፊልካ እዩ ኮይኑ ዘሎ እቲ ጉዕዞ ናይ ኣዲስ ኣበባ ከምቲ ኩሉ ግዜ ንገልጾ ዓቕሚ ዘይብሉ ንኣዲስ ኣበባ ንክኸይድ ከዓ ኩናት ከይጅመር ጸሎት ክገብር ይውዕልን ይሓድርን ኣሎ ማለት እዩ ስለዚ እዚታት እዩ ዘሎ ካልእ ገምጋም ጉጅለ ህወሓት ምስ ውስናትን እሙናትን ካድረታቱ ዝምልከት ጉጅለ ህወሓት ምስ ውሱናትን እሙናትን ካድረታቱ ትማል ኣብ ምትእኽኻብ ሃፍትን መድሃኒትን፣ ምስላፍ ሚድያን ኣሰላልፋ ሰራዊት ፌደራልን ገምጊሙ ነይሩ እዩ። ትሕዝቶ እቲ ገምጋም ዝምልከት ምትእኽኻብ ሃፍቲ ብዝምልከትን ድማ ሕጂ ቀንዲ ፀገምና ሓንቲ እያ፣ ንሳ እውን ገንዘብ። ምምሕዳር ከተማ መቐለ ዝነበሮ ንመሃያ ሰራሕተኛታት ከፊሉ ስለዝወደኣ፣ ሕጂ ቀልጢፉ ሊዝ ብምውጻእን ዕዳጋ ሳልሳይ ወገን መሸጣ ገዛ ብምልዕዓልን እቲ ዝተሰለዓሉ ሓደ ቢልዮን ቅርሺ ብህጹጽ ኣታዊ ይግበር ዝብል ይገበር ዝብል ወሲኖም ኣለዉ እዮም። መድሃኒት ኣብ መድሃኒ ኣብ ኣብ መድሃኒት ዝምልከት ቤት ጽሕፈት ጥዕና እቲ ክልል እቲ ዝድለ ኣዳልዩ ኣሎ እዩ ዝብል ካብ ትእምት ዝተወሰነ ሓገዝ ተረኺቡ ኣሎ ግና እኹል ከምዘይኮነ ከምዘይኮነ እውን ባህላውያን ጀነራላት ህወሓትን መራሕቲ ህወሓትን ገሊፆም ኣለው። እቲ ዝተፈቐደ ዕደና ምውፃእ ወርቂ ፅቡቕ ይኸይድ ኣሎ፣ ግና እቲ ዝርከብ ወርቅን ኣታዊ ዝኸውን ቅርሽን ኣይማጣጠንን ዘሎ ውልቀሰባት ይጥቀምሉ ስለዘለው ይፃረ ክብሉ ከለው፣ ምስላፍን ሚድያን ብዝምልከት ውን ናይ ሓይሊ ሰብ ሕፅረት ኣለና፣ ግና እቲ ኩነታት ባዕሉ ክፈትሖ ዩ፣ እንተስ ብሓይሊ እንተስ ናይ ፒፒ ግፍዒ ምስበዝሖ ሰብ ከምቲ ናይ ቀደም። ምሳና ክስለፊ ከምቲ ናይ ክልተ ሽሕን ዓሰርተ ሰለስተን ማለቶም እዮም በቃ ጸቕጥታት ምስ ተፈጠረሉ ኩናት ምስ መረሮ ኣብ ማእከል ህዝቢ እዮም ገብርዎ ደብዳባት ኣሎ ድሮናት ኣለዋ ኩሉ ነገር እዝታት ህዝቢ ብሰንኪ ክፉእ ተግባራት ናይ መራሕቲ ህወሓት ህዝቢ ኣብ ሓደጋ ምስ በፅሐ ከምቲ ዓንተበ ዝበልክዎ ንስኹም ክድሕኑ ኣነ ክስዋእ ክብለና እዩ መንእሰይ ከምቲ ናይ ክልተ ሽሕን ዓሰርተ ሰለስተን ማለቶም እዮም ናይ ኣቆጻጽራ ግእዝ ካልእ ሚድያታት ብፍላይ ድወት ድምፂ ወያነ ትግራይ ማለት እዩ ከምቲ ናይ ክልተ ሽሕን ዓሰርተ ሰለስተን ክሰርሑ ይገበር ክሰርሑ ይገበር ክሳብ ሕጂ ዘዕግብ ስራሕ ኣይሰርሑን እዮም ዝብሉ ኣሰላልፋ ሰራዊት ፌደራል ብዝምልከት እውን ኣሰላልፋ ሰራዊት ፌደራል ክሳብ ሕጂ ኣይነፀረን ብቆቦ ዓፋር ወልቃይት ወዘተ ይተኣኻኸብ ኣሎ እዩ ክትትል እናተገበረሉ እዮም ዝብሉ ሕጂ ብዘሎ መረዳእታ ሰራዊት ሓራ መሬት ትግራይ ትፒኤፍ ናብ ኩናት ኣይኣትውን ውሱን ግደ ጥራሕ እዩ ክህልዎም ተገይሩ ዘሎ እዮም ዝብሉ ንሱ እውን ደድሕሪ መከላከያ ሰራዊት እናኣተዉ ከም ፖሊስ ኣብ መላእ ትግራይ ናይ ምርግጋእ ስራሕቲ ንክሰርሑ ከም ዝተወሰነ ሓበሬታ ኣሎ። ግና ንምዝንጋዕ እውን ክኸውን ስለ ዝኽእል ክትትል ይግበረሉ ኣሎ እዩ ክብሉ ኣብቲ ናይ ምድላዋት ኩናት ዝገበርዎ ገምጋም ባህላውያን ጀነራላት ህወሓትን መራሕቲ ህወሓትን ገምጊሞም ኣለዉ ማለት እዩ። ካልእ ትግራይ ብሰንኪ ንኹናት ዝግበር ዘሎ ምድላውን ጸቕጢ ጽዑቕ ወተሃደራዊ ምንቅስቓሳትን ኣጽዋራትን ምቁራጽ ተምሃሮ ካብ መኣዲ ትምህርቲ ኣብ ትግራይ ይረኣ ኣሎ ማለት ተኸታታሊ ፍልሰት መንእሰይ ካብ ትግራይ ንኣዲስ ኣበባ ናብ ካልእ ቦታታት ይረኣ ኣሎ ጽምዋ ከተማታት ትግራይ ዝሕቱል ኢኮኖሚያዊ ምንቅስቓስ ሕጽረት ካሽን ምቁራጽ ኣገልግሎት ባንክን ምድፋእን ምንጻልን ሰብ ፍሉይ ሓሳብ ጠበንጃዊ ዕጽዋ መማረጽቲ ውድባት ጽዑቕ ኬላ ፍተሻን ራዕድን ወዘተ ውጽኢት ምትእትታው ተመኩሮ ስርዓት ሻዕቢያ ኣብ ትግራይ ኮይኖም ርኡይ ፍጻመ ይኸውን ኣሎ ማለት እዩ። ላዕለዎት ኣመራርሓ ከባቢ ክልተ ውድባት እውን ብሰንኪ ከቢድ ስግኣትን ቅልውላውን ካብ ትግራይ ወጺኦም ኣለዉ። ትምህርቲ ዘቋረጹ ብርክት ዝበሉ ተምሃሮ እውን ካልኣይ መንፈቕ ዓመት ኣብ ማእኸል ዓዲ ክቕጽሉ ተገዲዶም ኣለዉ። ዛጊት ናይ ትምህርቲ ክፍቲ ቦታ ዘይረኸቡ ግን ድማ ካብ ትግራይ ወፂእካ ምፅናሕ ልዕሊ ማንም መማረፂ ዘይብሉ መማረፂ ብምባል ዝወሰኑ እውን ኣለዉ እዮም። ኣብ ከይዲ ህንፀት ዝነበሩ ፕሮጀክትታት እውን ዘቋረፁ ኮንትራክተራት ኣለዉ። ማሽነሪታቶም ማሽነሪታቶም ካብ ትግራይ ኣውፅኦም ኦኬ ማሽነሪታት ናይ ናይ ህንፃ ካብ ትግራይ ኣውፅኦም ንማእኸል ዓዲ ዘግዓዙ ከም ዘለዉ እውን ይግለፅ ኣሎ እዩ ኣብ ቅልጣፈ ዝነበሩ ፕሮጀክት እውን ዝሒሎም ሕፅረት ማተርያልን ግብኣትን ዘጋጠሞም እውን ኣሎ ውዕል ተፈሪሙ ዝተቋረፁ ስራሕቲ እውን ብኡ ልክዕ ብሓፈሻ መዓልታዊ ብዙሕ ብዙሕ ነገራት እዩ ኣብ ትግራይ ዝስማዕ ዘሎ ብሰንኪ ንጥፈታት ናይ ኩናት ናይ ህወሓትን ሻዕብያን ማለት እዩ ካልእ እቲ ዝበለጸ ዋላ ውን ኣብ ትግራይ ዝተማለእ ሰላም ከምጽእ ዋላ ኣይኽኣል ብመጠኑ ንትግራይ ካብ መግዛእቲ ጭቆና ኩናት ወረ ኩናት ግፋ ምዕፋን ምጭዋይ ገለመለ ዝብሉ ከድሕን ዝኽእል ውሳነ ናይ መንግስቲ ኢትዮጵያ እዩ ሰራዊት ምክልኻል ኢትዮጵያ ኣብ ትግራይ ዝርከቡ ካምፕታቱ ኣብቶም ናይ ቅድም ቅድሚ ቅልዑ ወራር ዝነበሩ ቦታታት ክሕዝ ወሲኑ ኣሎ ጀነራል ኣበበው ታደሰ ከም ዝገለጾ ሰራዊት ምክልኻል ኢትዮጵያ ኣብ ቀረባ እዋን ኣብ ክልል ትግራይ ዝርከቡ ኩሎም ናይ ቀደም ወተሃደራዊ መዓስከራት ክቆፃፀር እዩ ክብል ገሊፁ ኣሎ ማለት እዩ። ዕላምኡ ድማ ስትራቴጂካዊ ቦታታት ናብ ናይ ቀደም ትሕዝቶኦም ንምምላስ፣ ልዕልና ሕጊ ኣብ ትግራይ ንምርግጋፅን ትካላዊ ኣሰራርሓ ንምስፋንን እዩ ክብል ኣረዲኡ ኣሎ ማለት እዩ ስለዚ እዚ ፅቡቅ እዩ ኣነ ክሪኦ ከለኩ ኣብ ትግራይ ከምኡ ብጣዕሚ ወሳኒ እዩ ኣገዳሲ እዩ ምክንያቱ መንግስቲ ፌደራል እንተኣትዩ ንትግራይ መራሕቲ ጨቆንቲ መራሕቲ ህወሓት ዕብድብድ ኣይብሉን እዮም ልኡኳት ሻዕቢያ ኣይኮኑን እዮም ኣንፃር ህዝቢ ትግራይ ኣይለዓሉን እዮም መንእሰይ ምግፋፍ ኣይፍቀድን እዩ ኩሉ ነገር ክትትል ክግበረሉ እዩ ሻዕብያ ከዓ መሊኡ ካብ ትግራይ ክወፅ እዩ ኣበይ ኣበይ ክኣቱ ስለዚ እዚ ናይ ፌደራል ውሳነ ናይ መንግስቲ ፌደራል ውሳነ ብጣዕሚ ክቕፅልን ክቕበልን በቃ ህዝቢ ትግራይ ክቕበሎ ዝግባእን ህዝቢ ትግራይ ባይዘወይ ይቕበሎ እንዲዩ መንግስቲ ፌደራል በቃ መዋፅኦ ድሕንነትና መንግስቲ ፌደራል ኣብዛ እዋን እዚኣ ኢሉ ወይ ከኣ እቲ ኹናት ተጀሚሩ እንድሕሪ ህወሓት ተጀሚሮሞ ከኣ መዋፅኦና ሰራዊት ሓይሊ ሰላም ትግራይ ልዩ ህዝቢ ትግራይ so እዚኣ ከኣ ሻዕቢያን ህወሓትን ስለ ዘይደልይዋ እዩ ከምዚ ክንገልፆ ዝፀናሕና ፅዑቕ ወተሃደራዊ ምንቅስቓሳት ናይ ኩናት ምድላዋት ገለመለ ክግበር ዝፀንሐ ማለት እዩ ስለዚ እዚ ዝመስል ትምዕባሌታት ናይ ኣብ ትግራይ ዝረአ ዘሎ ብፍላይ ከኣ ተስፋታት ዝተነበረሉ ውሳነ መንግስቲ ኢትዮጵያ ነዚ ዝመስል ኣይ ሆፕ ቀልጢፉ መንግስቲ ፌደራል ሰራዊቱ ናብ ማእኸል ትግራይ ናብቲ ናይ ቅድሚ ክልተ ሽሕን ዓሰርተ ሰለስተን ኣቋፃፅራ ግእዝ ዝነበሮ ቦታታት ክኣቱ ዝበለፀ ምኾነ ነይሩ። ናይ ግድን ከዓ እዚኣ ክትግበር እያ ማለት እዩ። ስለዚ ሰላም ኣብ ምልእቲ ትግራይ ክነግስ ይኽእል እዩ ምስ ምእታው ናይ ሰራዊት መንግስቲ ፌደራል ማለት ብመጠኑ ማለትሲ ክሳብ ሕጊ ምኽባር ካልእ ካልእ ካልእ ኩሉ ክሳብ ዝካየድ ብመጠኑ ካልእ ትረፍሲ ምትእትታው ናይ ሻዕብያ ናብ ትግራይ ክሓፅር እዩ ማለት እዩ ከብቅዕ እዩ ስለዚ ነዚታት እዩ ዝመስል ዝነበረና ሓበሬታ ደቂ ዓበይቲ ክቡራት ተኸታተልቲ ልሎ ቲቪ